ዝርዝራዊ ሓበሬታ ብዛዕባ ውዲት ላዕለዋይ ወተሃደራዊ በዓል ስልጣን ዩጋንዳ ኣብ ቅትለት ሃብታም ኤርትራዊ ነጋዳይ። ክቡራት ተኻታተልቲ ካሮሳ ሜድያ ከመይ ቀኒኹም ኣብ ዝሓለፈ ውሑዳት ኣሳምንቲ ኣብ ጥቅምቲ ክልተ ሽሕን ዓሰርተ ሽዱሽተን ዳኒኤል ወልዱ ንዝተባህለ ሃብታም ኤርትራዊ ነጋዳይ ኣብ በረኻታት ኬንያ ብምውሳድ ሓዊ ኣቃጺሎም ዝቐተሉ ሰለስተ ዩጋንዳውያን ነፍሲ ወከፎም ንሓምሳ ዓመታት ማእሰርቲ ተፈሪዶም ዝብል ዜና ብማዕከናት ዜና ወይ ዝተፈላለዩ ሶሻል ሚድያታት ዩጋንዳ ክቃላሕ ከምዝቐነየ ዝዝከር እዩ። ሕጂ'ውን ኣባል ናይል ፖስት ኬነዝ ካዚብወ ኣብዚ ሰሙን እዚ ውዲት ላዕለዋይ ወተሃደራዊ በዓል ስልጣን ዩጋንዳ ኣብ ኣቃታትላ ሃብታም ኤርትራዊ ነጋዳይ ብዝብል ኣርእስቲ ሰነድ ገበናዊ መርመራ ብምውካስ ዝርዝር ሓበሬታ ኣቕሪቡ ኣሎ። እቲ ትሕዝቶ ከም ዘለዎ ከቕርበልኩም'የ፣ ምክትታልኩም እዕድም። ሓሙሽተ ዓመታት ድሕሪ ዝወሰደ ገበናዊ መርመራታትን ናይ ቤት ፍርዲ መስርሕን፣ ላዕለዋይ ቤት ፍርዲ ዩጋንዳ ብሶኑይ ጉንበት ዓሰርተ ሸውዓተ ክልተ ሽሕን ዕስራን ሓደን ብክሲ ጭውያ፣ ምዝራፍ ገንዘብን ቅትለትን ኤርትራዊ ነጋዳይ፣ ወተሃደራዊ ኣዛዚ ዝርከቦም ሰለስተ ዩጋንዳውያን ነፍሲ ወከፎም ናይ ሓምሳ ዓመታት ማእሰርቲ ፈሪድዎም። ወዲ ሰላሳን ክልተን ዓመት ዳኒኤል ኣብቲ እዋን ካብ ጁባ ዩጋንዳ ዝመላለስ ኣብ ስታንቢክ ባንክ ዩጋንዳ ሸሞንተ ቢልዮን ዩጋንዳ ማለት ከባቢ ክልተ ሚልዮን ዩሮ ርእሰ ማል ዝነበሮ ነጋዳይ እዩ ነይሩ። ጥቅምቲ ዕስራን ሸውዓተን ክልተ ሽሕን ዓሰርተ ሽዱሽተን መዋቲ ዳኒኤል ወልዱ ኣብ ኦፊስ ምስ ሓዉ እንከሎ ጻውዒት ተሌፎን ካብ ሓንቲ ዘይፍልጥቲ ቁጽርን ካብ ዘይፈልጦም ሰባትን ተቐበለ። ዳኒኤል ድሕሪታ ናይ ተሌፎን ጻውዒት ንሓዉ ጸዊዑ ናብ ኮሎሎ ዝበሃል ቦታ ኣብ ዝርከብ ኤምባሲ ጀርመን ክኸይድ ምዃኑ ነጊሩ ተፋኒዉ ከደ። ድሕሪ ሰላሳ ደቓይቕ ድማ ናብ ሓዉ ብምድዋል፣ ኣብ ጀርመን ኤምባሲ ቪዛ ከሳልጡሉ ንዝኽእሉ ክልተ ሰባት ብምዃን ናብ ኣብ ሜንጋ ዝበሃል ቦታ ዝርከብ ገዝኦም ይምለስ ከም ዘሎ ነገሮ። ሓዉ ግን በቲ ዘይንቡር ምንቅስቓሳት ኣመና ተሻቐለ። ናብ ኣብ ሜንጋ ዝርከብ ገዝኦም ብምድዋል ድማ ዳንኤል ሓዉ ተመሊሱዶ ኣይተመልሰን ምስ ስድርኡ ኣጣየቐ። በቶም ስድራ፣ ዳንኤል መጺኡ ከም ዝነበረ ግን ካብ መኪንኡ ከም ዘይወረደ እኳ ደኣ ሓደ ከለልይዎ ዘይከኣሉ ዩጋንዳዊ ካብታ መኪና ወሪዱ ኣብ ዙርያ ገዝኦም ሓንሳብ ብምዝንባይ ናብታ መኪና ከም ዝደየበ እታ መኪና ድማ ብኡ ንብኡ ከም ዝተመልሰት ሓበሩ። እቲ ዝረኸቦ መልሲ መሊሱ ዘሻቕል እዩ ነይሩ። ድሕሪ ዝተወሰነ ደቓይቕ ዳንኤል ናብ ካልእ ሓዉ ብምድዋል ካብ ገዛ ናይ ስታንቢክ ባንክ ቸክ ናብ ኣብ ኮለሎ ዝርከብ ሃውሲን ፋይናንስ ባንክ ሒዝሉ ክመጽእ ሓበሮ። ሓዉ ዳንኤል ከምቲ ዝተባህሎ ገበረ። ዳንኤል ሓዉ ምስ ክልተ ንኸይልለዩ ገጾም ሸፊኖም ዝነበሩ ዩጋንዳውያን፣ ኣብቲ ዝተጠቕሰ ቦታ ረኸቦ። ሓደ ካብቶም ክልተ ወተሃደራዊ ክዳን እዩ ለቢሱ ነይሩ። ኣብቲ ህሞት ዳኒኤል ናይ ባንክ ቸክ ካብ ሓዉ ድሕሪ ምቕባል ንሓዉ ዝኾነ ነገር እንተሎ ክድውለሉ ምዃኑ ሓቢሩ ኣፋነዎ። ድሕሪ ውሑዳት ሰዓታት፣ ዳንኤል ካብ ሓንቲ ዘይትፍለጥ ቁጽሪ ሞባይል ናብ ኣባላት ስድራቤቱ፣ ምናልባት ሕማቕ ምስ ዘጋጥም በዛ ቁጽሪ ተሌፎን ተኸታተሉኒ ዝብል ናይ ኤስኤምኤስ መልእኽቲ ሰደደ። ስድራቤት ዳንኤል እቲ ኩነታት ኣዝዩ ኣሻቐሎም። ብርግጽ፣ እቲ ዳንኤል ሕማቕ ዝበሎ ኣጋጢሙ ነበረ። ዳኒኤል ድሕሪ ምስዋሩ፣ ኣባላት ስድራቤቱ ብቕልጡፍ ናብ ኣብ ጂንጃሮት ዝርከብ መደበሩ ፖሊስ ሓበሩ። ልዒላ ዝተጠቕሰት ቁጽሪ ሞባይል መበገሲ ብምጥቃም ድማ ገበናዊ መርመራ ፖሊስ ብቕጽበት ተጀመረ። ፖሊስ ካብታ ዳኒኤል ንስድርኡ ናይ መወዳእታ መልእኽቲ ዝሰደደላ ዘይተፈልጠት ቁጽሪ ተሌፎን ኣድላዪ ሓበሬታ ክእክቡ ጀመሩ። ቅድም ኢሉ'ውን እዞም ዝተጠቕሱ ገበነኛታት ንዳኒኤል ንምርካብ ክጥቀሙላ ዝጸንሑ ሲም ካርድ ምዃና ተረጋገጸ። ፖሊስ መርመርኦም ብምቕጻል፣ እታ እዛ ሲም ካርድ ተሰዂዓትላ ዝነበረት ቆፎ ተሌፎን'ውን ኣለለዩ። እታ ኖክያ ዝዓይነታ ቆፎ ተሌፎን፣ ቅድሚ እዛ ዝተጠቕሰት ሲም ካርድ ተሰዂዓታ ዝነበረት ካልእ ሲም ካርድ'ውን ከለልዩ ከኣሉ። ፖሊስ ካምፓላ ድሕሪ ዝገበርዎ ቀጻሊ ምክትታልን መርመራታትን፣ ሉሙ ቤኖን ዝተባህለ ቀዳማይ ጥርጡር ኣብ ትሕቲ ቀይዲ ኣእተዉ። ኣብ መንበሪ ገዛ ቤኑን ብዝገበርዎ ሃንደበታዊ መርመራታት ድማ ናይ ፓስፖርት ስእሊ ግዳይ ማለት ዳኒኤል ተረኽበ። እታ ዝተጠቕሰት ኖክያ ቴሌፎን እውን ኣብቲ ገዛ ተረኽበት። ገበነኛ ቤኖን ዳንኤል ንምጭዋይ ኣብ ዝነበረ ውዲት ኣካል ናይቲ መደብ ከም ዝነበረ ተኣሚኑ። ቤኖን ንኣባላት ፖሊስ ናብ ገዛ ካልኣይ ጥርጡር ማለት ላዕለዋይ ወተሃደራዊ በዓል ስልጣን ካፕቴን ቡማሊማ ገኒ መርሖም። እዚ በዓል ስልጣን እውን ኣብ ትሕቲ ቀይዲ ኣተወ። እዞም ክልተ ጥርጡራት ኣብ ኪረካ ዝርከብ ቤት ማእሰርቲ ናይ ቤት ጽሕፈት ጨንፈር ፍሉይ መርመራታት ገበን ክጸንሑ ተገብረ። ናይ ነገር ዕድል እቲ ብፖሊስ ኣብ ምክትታል ዝጸንሐ ሳልሳይ ጥርጡር ኣንድሪው ኪሲቱ እዞም ክልተ ጥርጡራት ገበን ኣዕርኽቱ ስለዝኾኑ ክበጽሖም ኢሉ ናብ ኪረካ ማለት ናብቲ ተኣሲሮምሉ ዝነበሩ ቦታ መጸ። ፖሊስ ድማ ብቕጽበት ኣብ ትሕቲ ቀይዲ ኣእተውዎ። ካብዚ ብምቕጻል ናብ ገዝኡ ከይዶም መርመራታት ገበሩ። ኣብ ገዛ ኣንድሪው ኪሰተ ብርክት ዝበለ ናይ ወጻኢ ገንዘብ ከም ዘሽርፍ ዘርኢ ቅብሊት ናይ ሸርፊ ጸንሐ። ብዝተገብረሉ ቅጽበታዊ መርመራ ድማ ኣካል ናይቲ ንዳንኤል ንምጭዋይ ዝተኻየደ ስርሒት ከም ዝነበረ ተኣሚኑ። ኣብ ውሽጢ መኪና ንመዋቲ ማለት ዳኒኤል ንመደንዘዚ ብምጥቃም ባዕሉ ከም ዘደንዘዞን ተማቓሊ ናይቲ ኣብቲ እዋን ኣብ ጁቡኡ ዝጸንሐ ሽሕን ሸሞንተ ሚእትን ዶላር ከም ዝነበረን እውን ገሊጹ። ዳኒኤል ንምቕታል ዝተኻየደ ውዲትከ ከመይ ይመስል ነይሩ? ዝርዝር ሓበሬታ ድሕሪ ናይ ውሑዳት ካልኢት ዕረፍቲ ንከታተል። እምበኣር እዞም ጉጅለ ገበነኛታት ኣቐዲሞም ዳኒኤል ንጀርመን ንምኻድ ቪዛ ኣብ ምድላይ ከም ዝነበረ ይፈልጡ ነይሮም እዮም። ኣብ መጻወዲያኦም ንምእታው ዝበለጸት መንገዲ ድማ ነበረት። ስለዚ ብዕለት ዕስራን ሸውዓተን ጥቅምቲ ክልተ ሽሕን ዓሰርተ ሽዱሽተን፣ ቀዲሙ ዝነበሮም ኣዝዩ ድሩት ሌላ ብምጥቃም ናብ ዳኒኤል ብምድዋል ናይ ጀርመን ቢዛ ንምርካብ ዝቐለለ መንገዲ ረኺቦምሉ ከምዘለዉን ክተሓባበርዎ ምዃኖምን ሓበርዎም። ኣብቲ ሰዓት ኣብ ኮለሉ ክመጾም ድማ ሓተትዎ። ኣብ ልዕሊ እዞም ሰባት ቅንጣብ ጥርጣረ ዜሕደረ ዳንኤል፣ መኪንኡ ኣበጊሱ ኣብቲ ዝተጠቕሰ ቦታ ተረኽበ። ኣብቲ ቦታ ኺጽበይዎ ዝጸንሑ እዞም ልዒሎም ዝተጠቕሱ ገበነኛታት፣ ናብ ጀርመን ኤምባሲ ባዕልና ኽንመርሓካ ኢና ብምባል፣ ካብ ዳንኤል መኪና ብምርካብ፣ ንዳንኤል ኣብ ድሕሪት ኮፍ ኣቢሎም መኪና ሓደ ኻብኦም ሓዛ። መኪና ኣብ ክንዲ ናብ ጀርመን ኤምባሲ ተምርሕ፣ ኣንፈታ ጠምዚዛ ብሮሃና ኣካዳሚ ተዓጽፈት። ኣብ ውሽጢ መኪና ወተሃደራዊ ክዳን ለቢሱ ዝነበረ ካፕቴን ማንገኒ፣ ፒስቶል ማለት ሽጉጥ ብምምዛዝ ናብ ግንባር ዳንኤል ኣቕንዓ። ብገበን ግብረ ሽበራ ተኸሲስካ ኣብ ትሕቲ ቀይዲ ኣቲኻ ኣለኻ ድማ በሎ። ዳንኤል ነቲ ድቀና ብኡ ንብኡ ነጸጎ። ከም ስሉ ኣንፈት መኪና ናብ ጂንጃ መነበሪ ፖሊስ ብምቕናዕ ድማ ካብ ዩጋንዳ ክጥረዝ ምዃኑ ኣፈራርሑ። ኣብ መንገዲ ካፕቴን ማንገኒ ፈሳሲ ዝመልኦ ስሪንጋ ብምውጻእ ንሳልሳይ ጥርጡር ማለት ኣንድሪው ኪሰቱ ብምሃብ ንዳኒኤል ክወግኦ ኣዘዞ። ፕላስተር እውን ሃቦ። ኪሰቱ ከምቲ ዝተባህሎ ክሳድ ዳኒኤል ብምውጋእ ከም ዝድንዝዝ ገበሮ። ኣፉ እውን ድምጺ ከይገብር ብምባል ብፕላስተር ማለት ሶል ቴፕ ሓተሞ። ክልተ ኣእዳዉ ብድሕሪት ብምርኻብ እውን ኣሰርዎ። ኣብ ውሽጢ እታ መኪና ከብርኽ እውን ኣዘዞ። እዚ ዝርዝር ካብ ሰነዳት ገበናዊ መርመራ ዝተረኽበ ሓበሬታ እዩ። እዛ ጉጅለ ገበነኛታት፣ ቅድም ኢላ ብኣስገዳድ ተቖሪጻ ብዳንኤል ዝተፈረመት ናይ ሚእቲ ሽሕ ዶላር ቸክ ንሓደ ካብ ኣባላታ ብምሃብ እቲ ሕሳብ ካብ ባንክ ንኸውጽኦ ለኣኸቶ። እቶም ዝተረፉ ኣባላት እታ ጉጅለ ድማ ምስቲ ድሮ ሃለዋቱ ኣጥፊኡ ዝነበረ ግዳይ ንቡስያ ኣምርሑ። ሕልምን መደብን እዛ ጉጅለ ካብ ኣብ ክልተ ባንክታት ዝርከብ ሕሳባት ዳኒኤል ሸሞንተ ቢልዮን ዩጋንዳ ሽሊንግ ምውጻእ'ዩ ነይሩ። እንተኾነ ስድራ ዳኒኤል ነገራት ብምግንዛብ ተጓይዮም ኣብ ክልቲኡ ባንክታት ዝነበረ ሕሳባት ዳኒኤል ከምዝድስክል ስለዝገበሩ ሕልምታት እዞም ገበነኛታት ኣይሰመረን። እዛ ጉጅለ ገበነኛታት ንዳኒኤል ሒዛ ዶብ ዩጋንዳ ኬንያ ሰጊራ ነዊሕ ኪሎሜተራት ብምጉዓዝ ናብ ሓደ ናይ ቃንጫ ሽኮር ሕርሻ ብምእላይ ተወሳኺ ርሕቀት ተጓዕዘት። ካብ ትዕዝብቲ ናይ ዝኾነ ሰብ ከም ዝተኣልዩ ድሕሪ ምርጋጽ ድማ፣ ንዳንኤል ኣብቲ ቦታ ቀተልዎ። ቅድሚ ናብ ካምፓላ ምምላሶም ድማ፣ ዝኾነ ኣሰር ንኸይርከብ ንመዋቲ ኣቃጸልዎ። ኣባላት ፖሊስ ኬንያ ብመሰረት ካብ ተቐማጦ እቲ ከባቢ ዝረኸብዎ ሓበሬታ፣ ኣብቲ ናይ ፍጻመ ቦታ ብምብጻሕ ኣሰራት ናይ ዝተቓጸለ ሰብ ኣለለዩ። ክልተ ቀልዓ ጠያይትን ናይ ባኮ ክርቢትን ድማ ኣብ ጎኒ እቲ ዝተቓጸለ ሬሳ ጸንሖም። ምስ ፖሊስ ዩጋንዳ ብምትሕብባር ድማ ናብቲ ቦታ ብምኻድ፣ ንኣድላዪ ገበናዊ መርመራታት ክእከብ ወይ ክሕፈስ ዝኽእል ኣካል ናይቲ እተቓጸለ ሬሳ ኣኻኺቦም ናብ ቡስያ መወከሲ ሆስፒታል ኣምርሑ። እቲ ሬሳ ኣብ ክፍሊ መጽንሒ ሬሳታት ናይቲ ሆስፒታል ከም ዝጸንሕ ተገብረ። ቀጺሉ ኣብ ዝተኻየደ ምርመራታት፣ ክፍሊ ሓለዋ ዶብ ኬንያ'ውን ብሓደ ወተሃደራዊ በዓል ስልጣን ዩጋንዳ እትዝወር ፕራዶ መኪና ቁጽሪ ታርጋ CE ሚእትን ሰብዓን ሸሞንተን AL ብዕለት ዕስራን ሸውዓተን ጥቅምቲ ክልተ ሽሕን ዓሰርተ ሽዱሽተን ዶብ ሰጊራ ኣማስይኡ ድማ ከምዝተመልሰት ሓበሩ። ልዒሉ ከምዝተጠቕሰ፣ እታ መኪና ናይ መዋቲ ዳኒኤል ኮይና ድሒሩ ናብ ኣርዋ ዝበሃል ዞና ናይ ዩጋንዳ ተወሲዳ ከምዝተሸጠት እዩ ተፈሊጡ። እምበኣር ፖሊስ ካምፓላ እዚ ኣብ ላዕሊ ዝተጠቕሰን ካልእ ሓበሬታታትን ድሕሪ ምእካብ ንገበነኛታት ኣብ ፍርዲ ኣቕረቦም። ሓሙሽተ ዓመታት ድሕሪ ዝወሰደ ገበናዊ መርመራታትን መስርሕ ቤት ፍርድን ድማ፣ ብጉንበት ዕስራን ሓደን ክልተ ሽሕን ዕስራን ሓደን ሰለስቲኦም ክሱሳት ገበነኛታት ኮይኖም ስለዝተረኽቡ ላዕለዋይ ቤት ፍርዲ ዩጋንዳ ነፍሲ ወከፎም ንናይ ሓምሳ ዓመታት ማእሰርቲ ፈሪድዎም። ብዘይካዚ ንስድራ ቤት መዋቲ ክልተ ሚእቲ ሚልዮን ዩጋንዳ ሽሊንግ ክኽሕሱ ተወሲንሎም ኣሎ። ክቡራት ተኻታተልቲ ካሮሳ ሜድያ ንሕጂ ዝበልክዎ መደብ እዚ'ዩ ነይሩ። ኣብ ቀጻሊ ብተመሳሳሊ መደብ ንኽንራኸብ ሼር ኤንድ ሳብስክራይብ ክትገብሩ ብኣኽብሮት ትሓትት።